ታይ ማይ መጸሪ ኣብ ገጠር ማይ ለነይ ንጥቀም ተመ ስርዓ ተላዓል ደሪቑ ክረግፍ እዩ ሓንቲ ዓይነት መዓልቲ ይዕድሎም ሄሎ ኣታውን ኢኹ ንዓበይን ኢኹን ኢኹ ምስ ቡችን ኢኹ ንዓና እወ ባይ መንጢልኒ ከምኡ ኢለይ መንጢልኒ ከምኡ ኢለይ መን እዩ ባይ ኣብርሃም ወዲ ሓው መን ምዃንካ ይፈልጥ ድዩ ባይ እንድዒ እሱ እንዲሞ ችግር የፈለጠኝ መሃብኒ ኢልካ ኢልካ ይብልካ ኢለ እየ ባም ታማ ኢልካ ባይ ኣዊኒ እኮ ታማ ታማን ጎረኻ እዚ ባይ ፈግ ኢኻ ትብሎ እሺ ፈግ እንድሕልዮም ፎስ ይህን እወ ፈግ ኢኻ ትብሎ ፈግማ ናይና እንዲ ንኸድ ንኸድ

ኣንታ ፍትሃ ነገስ ወደይ ናበይ ደኣ ቦርሳ ሓንጊጥካ ናብ ምህሮ ትምህርቲ ለይብለይ ዋ ናበይ ደኣ ትኸይድ ገስጊስካ ናብ ስራሕ ስራሕ ለይብለይ ኣነ እኮ ስኢለ እየ እኮ ኣነ ኣነ ድእ ይነብር ኣለኹ እየ ስራሕ የብለይ ትምህርቲ የብለይ ኣብዛ ከተማ ተወሊደ መሬት የብለይ ሱ ኢለ ካብ ወለድኹም ንሲ እስቲ ይኾን ኢለ እግረ መንገዲ እየ ነብር ልኹም ደይ ናይ የደ ናብራ እዮ ኣነስ በቃ ገዲም ይኣኽለኒ ገዲም ዕንክሊል ግዛዕ ማል ይኣኽለኒ ላውሰ ልኸደሎ ከይደ ገዲም ሲኣኽለና ቁም ነገር ክንኾን እምብሕ ኣንታ ወደይ ተማር እንዶ እንስሳ ኮንካ ምፍጣር እውን ኣለኩ እዩ እንሳያ እሞ ስደም ሕሸናይ ንሕረስ እኳ ነርና ኣብ ከተማ ወሊድኹምና ክኾነ ኢልኹም ኢኹም ኣብ ከተማ ወሊድኹም ንላ እዩ ቁም ነገር ከይኾን እስቲ ንገሩኒ ልምንታይ ከተማ ወሊድኹም እ ንምንታይስ ኣብ ከተማ ወሊድኩምኒ? ዋእ ከመይ ከመይ እዩ ዝኒሀ? መለሱ እባ ሱቕ መን እኮ እዩ ኣነስ እንታይ ክኾን እየ ተወሊደ ከተማ እ ብዕራይ የብለይ ልሕረስ የብለይ መሬት የብለይ ንጎ- መለሱ እባ ዋእ እንታይ እዩ ሱቕ መልስለይ እባ እንታይ ኮንኩም ኣብ ከተማ ወሊድኩምኒ? ኣይተማረን ወደዋ እሞ ኣነ ላው ዝልክወት ክኸድ እየ ኣነ በቃ ገዲም ይኣኽለኒ ገዲምስ ሰብ ልገብሮ ክንገብር እምበይ ታይ እኒሀ ናበይካ ትኸይድ ታይ እኒሀ ታይ እኒሀ ምኒሀ ህዝቢ ንሃመይ ድዩ ጨኒቕዎ ዝኒሀ እሞ ናበይካ ትኸይድ ከዚ ክኸድ እየ ኣነ እዛ ባሕሪ ሸጊረ ዝግበር ህገብር እየ በቃ ኦ ጠንቂ ስማ ኣንታ ቆልዓ ዓድኻ ሰሪሕካ ብላዕ ንዓይ መዘ ዘይተምፅላ ይትሰምዕ ኣለካ እንድካ ዝበሃል ዘሎ ኣብኡ ይሕዝዎም የሳቂዎም እዮም ዘለዉ ኣይትሰምዕላኽን ካብኡ እውን ሰለስተ ሚልዮን ወለድዋ ኢና ንበሃል ዘለና ንወለዲ እዩ ፀጊሙና ዝኒሀ ስለዚ ዓድኻ ስራሕ እኒሀ እዩ ሸቂልካ ብላዕ ብዙሕ ነገር እኒሀ እዩ ሸቂልካ ብላዕ እሞ ቅድሚ ላብ ስደት ምኻደይ ወድናስ ካብ ልኸድስ ክነድሕኖ ኢልኹም ዝኾነ ትገብርዎ ነገር እኒኤኩም ዶ እንተስ ተለቂሕኩም ካብ ባንኪ እንተስ ካብ ግራዝማች እንተስ ከዓ ለማች ተለቂሕኩም ተምፅለይ ድኹም ትገብሩ ተንኹም ክቐሪ ምንም የለይ ዝኒሀ ወደዋ ምንም የለይ ዝኒሀ እሞ ዛስዋይ እኮ ኢልኸ ኣለኹ ዛስዋይ እየ ስደት ኣለኹ ዋ ንዓ በል ንዓ ትኸይድ ተኾንካ ሰለስተ ሚልዮን ገዲፍካ ሊኢኻ ክትኸይድ ናምንታይ እዩ ሰለስተ ሚልዮን ንዓ መነድኻ ደኣ ባነር ዘርጊሑ ክልምን ንዓ ራን ኣታ ወደይ ታይ ደኣ ለዓረምረመኻ ትመጽእ ኣለኻ ሕማቕ ዝኾነ ግዜ በጽሕና ሕማቕ ዝኾነ ግዜ በጽሕና ግዜ ህረይ ርኢኹም ሙዝ ሒዝና ሕሙም ክንጥይቕ ተኸድና መላዓል ይወልዖ ኣራንሽ ተወሰድና መላዓል ይወልዖ ሕሙም ክድሕን ኢልና በጊዕ ገዚእና ኣሰናዲና መረቕ ተወሰድና መለዓሊ ኣማሪጹ ወሊዑ ሕሙም ዓሪፉ መለዓሊ ተጸጒኑ ተሪፉ ትርኢ ታይ ኣሕናስ በዝሕና ዲና ንወስድ ኣለና ኮይና ካብ ኸዚ ግን ነቒሕና ኢና ኣነ ዝኾነት ኮይና ሓደ ከየለዓለን ሓደ ባዕለይ ክለዓል እየ ሓደ ከየለዓለን ኣታ ወደይ መን ደኣ እዩ ኒኦ ዝሓመመ ኣታ ሓወይ ኣብዚኣ ነይሩ ና ቀበሌ መመሓደሪ እሞ ዝኾነ ጉዳይ ነይራት እንዳጋጣሚ ሎማዓንቲ ይኸዶ ናጋና ዓይለን

ንዓ ንዓ ንዓ ላውያኻ ኣብታ ነገስ ላውያኻ ኣታ ቅርሺ ከምፅእ ኮዮ ከለኹ ማምታ ቅርሺ ቅርሺ ወደይ በዓልቲ ገዛ እንዲያ ዶላር ወስኽ ኢላ ልውጭ ክትሸግርስ ጨው እዮም ወሲዶማ ታሞ ኸዚ እንታይ ትገብር ኢኻ ተኸለኻ በቃ ቅርሺ ከምፀቃ ካዳ ቤተሰብ ተለቂሐ በዓልቲ ገዛ ከውፃ እምበይ እዛ ሕማቕ ሰበይቲ ኸድያ ትኾነ ዋላ በዓልቲ ገዛ እንዲያ ኣታ እዛ ሕማቕ እንዲያ እዛ በላዒት ጉድ ትብል ዓዋላ ምግብ ሃምደይት ኣነ ናብ ምጭዋያ እዩ ጸኒቐኒ እኒኦም ዘይ ምጥሊት እንዲያ ዛገፋት ኣታ ትኹን በዓልቲ ገዛ እኮያ ሞታ ካብ ሳዮም ኢሎምካ ከዚ ኣታ መሕዘኒ እንትን እዮም እኮ ይብሉ እነው ከዚ ታይ ወይ ሚእቲ ሽሕ ቅርሺ ስደድ እ፣ ወይ ገዛ ክንሰዳ ኢና እኮ እዮም ልብሉ እነው ከምጸሎም ከፍቲ ከፍቲ ኢሎም ዶ ኣታ የንዓስቲ ዝወደይ ካርዱስ ተምጸለይ ናይ ሚእቲ ቅርሺ

ላኹም ላለሽኩስ ተጋኒና እንታይ ነይሩ ወደዋ ፅቡቕ እሞ እንትን እንዲ ነይሩ ዓብዩ ጉዳይ ነይሩ እምባ ክትኾንና መሳፍሒ እግሪ ክትኾንና መራገሒ ተሓሚምና ክትፅጉንና መፂና ኣለና እሞ ወድኹም ሃውና ከርተት። በእውነቱ እኳዕ ካብ ዘበነ ጓልኩም ሃውና ላብ ዘበነ ወድኹም ሃውና ኣምላኽ ኣብቀዐና። ኣሜን ኣሜን ኣሜን ወስኡ ድለ እወሞ ሃምቲ ንውረ ዝጸንሐና ወለድና ጓልኹም ታይ ታይ ኒዋ ጓልና ታይ ፈለዩላ ጓልና ብዙሕ ብጣዕሚ ብዙሕ ለይተኸፈለ ዕዳ እኒኦ። ስራሕ ምስራሕ ከምኡ ጎበዝ ድያ? ጎበዝ እያ ብሓደ ግዜማ እዝማ ኣይትጠራጠሩ ክልተ ዓይነት ስራሕ ምስራሕ ትኽእል እያ። ሃመይ ማለት ብዙ ሽንጉርት ላኸተፈትማ ብዙ ለትበክል
ተሓሚ ደኸ ኣይ ምሕማይስ ኣይተሓሚ ታማ ትብንጭት ትምህርትኸ እንደ በፂሓ ትምህርታ ሊቅ እያ ትምህርታ ዲግሪ እኒኤዋ እዩ ናምንታይ እዩ ንሓዳር ሜክኣፕ ከ ትቅባእ ዶ? ወሪድዋ ኣይትቅባይ ታማዩ ከምዚ እያ ትልሰን ቁመታ ከ ህንደይ ብህንደይ እያ? ቁመታ ጽቡቅቲ እያ ወርዳ ሜትሮ ብሜትሮ እያ ጸባያ ጸባያ ሃምሶ ኣዩ ጥዑይ ተኮይኑ ዝወድኹም እሞ ሃምሶ ኣዩ እዩ ትኸደ ቅርጺ ሰውነታ ሸሞንተ ቁጽሪ ሸሞንተ ሸሞንተ ሸሞንተ ቁፅሪ ወ ብግእዝ እህ ጨጉራ ሆርጫጭ ስና
ጓህማጭ ከብዳኸ ደፍጫጭ ፅሬት ተኸለ ሰውነታ ፅሪት እያ ዋና ፅሪት እያ ዓሳ ነባሪ
ሽሞ ከዚ ወድና ከም ንፍለጥ ናይ ገዛ ቆልዓ ጭዋ ካብ ገዛ ዘይወፅእ ስርዓቱ ዝሓለወ እየምሺ ብስሮም ሽለ ይፈልጥይ እታ ጓልኩም ከሃመይ እያ። ዋይ ወሪድዋ ኣይተምሺ ሃመይማ ቃሎም ሸይታ እያ ትሐድር።
ፋይል ዕጾ መን ኢኻ ፋይል ዕጾ ፋይል ዕጾ ኣዎ እንታይ ክትገብር ጸኒሕካ?
ታይ ሱቅ እናብዚኣ
ታይ ክትፍትን

ከምዚ ኢልና ርስቲ ኢና ተቀቢልና ካብዞም ዓበይቲ ልመጸ እዩ እዚ ካብ ወለዶ ላብ ወለዶ ላሓለፈ ልመጸ ባህሊ እዩ። ታይ እሞ ታይ ትብልንኹም ባይት ተጀሚሩ ልኾይኑ ብስሩ ተሰሙዑናስ ሆይደክ። ዕረፍ ወለይ ተባላሹ ወለይ ተባላሹ ዕረፍ ላእኹምሲ ኣላሕስስ ኣቢልካ እኳ እያ ከምዚኣ ትግመይቱ ኣለኹም ኣላሕስስ ኣቢልካ ብመጋዝማ ምቑራጻ እያ ነይራ። ኣይ ተቆርጹና ታይ ታይ ኢኹም ተቆርጹና ወዲ ጓልይ ዶ ማዕረ ትገብሩና ደለኹም። በል ስማዕ ጎምጎሚት በል ከዚ ኣብዚኣ ልሸነ ኣብዛ ቦታ እዚኣ ሓምሳ ቅርሺ እዩ ልቅጻዕ። እሞለ ሸንኹ ክትሸን ሓሲብካ ኣለኻ ክሸና ድማ ኣታ ላወዲ ኣለኻ በትቕዋ ሰልዐካ ዶ ኮይነ እቲ ሰላዕ ትዋ
ክትሸን ሓሲብካ ድያ ሓሰብካ ህይወት እንዲና ሒዝና ምሕሳብ ማሕሲ በቃ ስለ ዝሓሰብካ ዳርጋ ልሸንኻያ እያ ክፈል ዳርጋ ልሸንኻያ እወ ኣምፅእ ሃባ ኣብለካ ኣለኹ ምስ ቅፅዓታ መንዲዮ ሓድግካ እየ ንዓስረ ድሓምሳ
ኣታ ሃባ ኣብለካ ኣለኹ ኣታ ወዲ ጨጎራ እየ ተብለኒ ሃባ ንዓ

ካብ ማይታት ኦ ረጒድኻዮ እዚ ብራዘር ረጒድ እዩ ፅቡቕ ተሃሚ ድኻ ደሊኻ ኣነማ ቀጣን ብጣዕሚ ቀጣን እዩ ደልየ ነይሩ ዋይዋ ቀን ምሕደጋ እዩ ተኮይኑ ተንባሁቕ ተለኻማ ትተኽያ ሰላም ዶ ሰላም ዶ ከመይ ሰላም እዩ ዝኣ ኣጋጣሚ ኮይኑ እዛና ዲዲኣር ቅርሺ ትወሃብላ ሰሚዐስ ክወሃብ እየ መፅእ ነይር
ናዲ ዲያር ኣወ ኣርሚ እንዲኻ ነርካ ኣጋጣሚ ኮይኑ ብሽዒቱ እኳ ኣርሚ የነበረና ሲልካ በቃ ላኸድካ ምጥቃዕ እዩ ነይሩ እምቢ ኣርሚ ሽዒቱ የነበረ ሃመይ ሃመይ እኒዮ ክፍለ ሰራዊት ኸ ከመይ ኢልኩሞ ማለት ተኣኻኺብና ነርና ኣጋጣሚ ተኸፋፈልና ነርና ክፍሊ የነበረ እዩ ብሓደ ኢኹን ልዕይ ኣነዚኣ ተጋዳላይ ዲኻ ካብ ስሩ
ስማ ኔርና ሻለቃ ከ ሻለቃ ወዲ መን ይነበረ ሻለቃ ሻለቃ ሻለቃና ነይሩ ኣጋጣሚ እና ስም ምርሳዕ ይምብል ነይሩ ሻለቃና ስሙ ኣጋጣሚ ልዕይ ልዕይ እዚኣ ጋንታ ከ
ጋንታ ጋንታ እኳ ኣፈሹም ጋንታ ኣፈሹም ኣፈሹም
ኣፈሹም እኳ ዓዲ እኮ እዩ ጋንታ ኣፈሹም ሓቕምታት ይህል ማለት እስካስ ተጋዳለ ነርካ ናመን ማለት ነርና ኣሉ ኢና መስርዕ እስቲ መስርዕ መስርዕ ኣጋጣሚ ቁመተይ ንውሕ ዝበልኩ ስለነበርኩስ ብድሕሪት እየ ዝስራዕ ነይረ
ብስሩ ኣነ እኮ ተጠራጢረ ተጋዳላይ ድካ ብስሩ መን ነይሩ ጀነራልካ መራሒ ጀነራልና ማለት ጀነራል ፊደል ዛና መጀመርያ ጠፊኣት ነገር ጀነራል ፐ ጨ ጀነ ናሕሲ ጀነራል ሃለውለው ትለካ እስቲ ሓደ ኩሉ ተጋዳላይ ንባዕሉ ታሪክ እኒኦ እንታይ ታሪክ እኒካ ስኻ ሓደ ተጋዳላይ እስቲ ታሪክማ ሰሪሐ እየ ዝኾነ መዓልቲ ሲ ብኢለኮፍተር ላኸድና ካብኡ ብኢለኮፍተር ላኸድና እዩ ጀነራላት ዕጅበ ኢላ ከድኹ ነይረ ብኢለኮፍተር ካብኡ ላኸድኹ ላኸድኹ ሃለኹ እዛ ኤሌኮፍተር ዝልሽክርከራ ሓጭን ተሰይሩ ንመሬት ነጥዩ ካብኡ ምስ ነጠበ ታይ ንግበር ታይ ንግበር ኢሎም ኣማኺሮም ላዩ ካብኡ ኣነ ሽዕቱ ኤሌኮፍተር ብእንግሊሽ ካ ተዋግዕ ነበርካ ኣይ ሃቭ ሶሉሽን ኢለ ኣይ ሃቭ ሶሉሽን ካብኡ ታይ ገይረ ኣነ ፍታነ ገዝካ ዋዛ ድየ ዳጃኬተ ሬንጀር የውፅእ የብል

እወ ኣይ ኣነ ኣይ ኣነ ኣታሞ ወደዋ ናይኻ መርዓ ከይተብልዕልና ኢልካ ልምኣት ድዩ ታይ ናይ ክትወልዑ ገዲ ምስ ፈጣሪ ተይልወሰ እስኹም ባብልዑና ዋ ኣነ ደኣ ወደዋ ይሓሊፉ ድዩ ኣነማ ታይ ደጊም ዶ ዋጋ እርጋን ዝርጋን ዶ ደጊም ዶ መርዓ ኢልካዮ እኒ ኢልካዮ ኢኻ ወደዋ መንሞ መርዓ ኢልኩም እዩ

ይስማዕኺ እንዲኽን
ሰብ ረድኢታ ተቐበለስ ኣብዚ ዕንክሊል ሃገር ነይ ረዳእቶ
እንታይ ምታይ ጎይ ኣለዉ ናይ ብሓቂ ግዲ ይዋሃውሉ
ሰላም ዶ ሰላም ዶ ከመይ ሰላም እዩ ዝኣ ኣጋጣሚ ኮይኑ እዛና ዲዲኣር ቅርሺ ትወሃብላ ሰሚዐስ ክወሃብ እየ መፅእ ነይር
ናብ ዲዲኣር እወ ኣርሚ እንዲኻ ነርካ ኣጋጣሚ ኮይኑ ብሽዑቱ እኳ ኣርሚ የነበረና ሲልካ በቃ ላኸድካ ምጥቃዕ እዩ ነይሩ እምቢ ኣርሚ ሽዑቱ የነበረ ሃመይ ሃመይ እኒዮ ክፍለ ሰራዊት ኸ ከመይ ኢልኩሞ ማለት ተኣኻኺብና ነርና ኣጋጣሚ ተኸፋፈልና ነርና ክፍሊ የነበረ እዩ ብሓደ ኢኹን ልዕይ ኣነዚኣ ተጋዳላይ ዲኻ ካብ ሱሩ
እሱማ ኔርና ሻለቃ ከ ሻለቃ ወዲ መን ይነበረ ሻለቃ ሻለቃ ሻለቃና ኔሩ ኣጋጣሚ እና ስም ምርሳዕ እዩ እምበይ ኔሩ ሻለቃና ስሙ ኣጋጣሚ ልዕይ ልዕይ እዚኣ ጋንታ ከ ጋንታ ጋንታ እኳ ኣፈሹም ጋንታ ኣፈሹም ኣፈሹም ኣፈሹም እኳ ዓዲ እኮ እዩ ጋንታ ኣፈሹም ሓቕምታት ይህል ማለት እስካስ ተጋዳለ ነርካ ናመን ማለት ነርና ኣሉ ኢና መስርዕ እስቲ መስርዕ መስርዕ ኣጋጣሚ ቁመተይ ንውሕ ዝበልኩ ስለነበርኩስ ብድሕሪት እየ ዝስራዕ ነይረ
ብስሩ ኣነ እኮ ተጠራጢረ ተጋዳላይ ድካ ብስሩ መን ነይሩ ጀነራልካ መራሒ ጀነራልና ማለት ጀነራል ፊደል ዛና መጀመርያ ጠፊኣት ነገር ጀነራል ፐ ጨ ጀነ ናሕሲ ጀነራል ሃለውለው ትለካ እስቲ ሓደ ኩሉ ተጋዳላይ ንባዕሉ ታሪክ እኒኦ እንታይ ታሪክ እኒካ ስኻ ሓደ ተጋዳላይ እስቲ ታሪክማ ሰሪሐ እየ ዝኾነ መዓልቲ ሲ ብኢለኮፍተር ላኸድና ካብኡ ብኢለኮፍተር ላኸድና እዩ ጀነራላት ዕጅበ ኢላ ከድኹ ነይረ ብኢለኮፍተር ካብኡ ላኸድኹ ላኸድኹ ሃለኹ እዛ ኤሌኮፍተር ዝልሽክርከራ ሓጭን ተሰይሩ ንመሬት ነጥዩ ካብኡ ምስ ነጠበ ታይ ንግበር ታይ ንግበር ኢሎም ኣማኺሮም ላዩ ካብኡ ኣነ ሽዕቱ ሄሊኮፕተር ብእንግሊሽ ካ ተዋግዕ ነበርካ ኣይ ሃቭ ሶሉሽን ኢለ ኣይ ሃቭ ሶሉሽን ካብኡ ታይ ገይረ ኣነ ፍታ ነገስ ከዋዛ ድየ እዛ ጃኬት ሬንጀር የውፅእ የብል ኢሊ ለውዝ ሓጭን ኢለ ኩፍት ርእቲ ከምዚኣ ላግቦ ላዙ ላዙ ላብዛ ቦትኦም መውፅሒ እያ ኣብ ኩናት ሊዮ ዓለ በሊሕ እዋ መላ ከዓ ሓሳብ እያ ካስካ ሓሳብ እያ ከደ ከድ ከድ እስካ ይተገደልካ ከደ ከድ
ኣቴፍታ ንግሱዲ ስኻላ ሃለኻ ደኣ ንክኸድዋ ለበባ ሓየሎም ዓብዩ ሓዎም ስለልሞትሲ ቀስ ኣቢልካ ልዞም ደቆም ሒዝኻማ ቀስ ኣቢልካ ርዶ እዮም ጎረቤት ኸይድካ ነጊርካ ዝወዲ ተሎ ኢልካ ክነግሮም ድዩ እዋ ነቦ ሓየሎምሲ
ዓብይ ሓዎም ስለ ዝሞቱስ ልዞም ደቆም ቀስ ኣቢልካ ንገሮም ቀስ ኣቢልካ ኢዶም ሒዝካ ኢዶም ሒዝካ ጎረባብቲ ንገር ኣብሎም ዝወደብ
ሃይ ኣቦ ሓየሎ ኣቦ ሓየሎ ኣቤት ደቅኹም ኣለዉ ድዮም ደቀማ ልኢኸዮም ኸዚ እንታይ ደለኻዮም ትጫወቱ ድዩ